ዘለኹሞ ሰላም ክተልውለይ ተስፋ ይገብር ሕጂ ከኣ ሽዱሽተ ኣርእስቲ በብሓጺር ክነግረኩም ይደሊ ድሮ ከማን ነናተን ቪድዮ ቅድሚ ሕጂ ዝሰራሕኹለን ኣብቲ ዩቱብ ኣጆና ማለት እዩ ሓንቲ ቀዳመይቲ ኣርእስቲ ኣብ ጀርመን ዝተፈጸመ ማለት እዩ ሎማዓልቲ እዚ ከኣ እንታይ እዩ ኣብ ሽፓካሰ ካንድሽትራሰ በርሊን ኣብ በርሊን እዩ እዚ ደቂ በርሊን ሰሚዕኹሞ ትኾኑ ወይ ኣብ ዜና ከማን ኣብ ኩሉ ተዘርጊሑ ኣሎ እዚ ከኣ እንታይ እዩ ሰባት ኣትዮም ኣብኡ ኤለክትሪሽን ኢና ንሕናስ ን ኤለክትሪክ ናትኩም ክነዕሪ መጺና ኢሎም ኣብቲ ባንክ ኣትዮም እቲኣ ማኪነኦም ድዩ ገለ very professional እዮም ዝመስሉ ኔሮም ስለዚስ እቲ ሰብ ኣብቲ ባንክ ዝሰርሕ ከኣ ኣሚንዎም ይእትዮሞም ኣብ ታሕቲ ኣብቲ ኬላ ማለትዩ ኣብቲ ትሕቲ መሬት ዘሎ ኣብኡ ክኣትዉ ክኢሎም። ኣብኡ ከኣ ኩሉ እቲ ትሬዞር ገለመለ ኩሉ ነይሩ ማለት እዩ። ንግዚኡ እቲ ኤለክትሪክ ከኣ ኣጥፊኦሞ። ኣለክትሪክ ጥራይ ዘይኮነ ዘጥፍእዎ እዚ እቲ ካመራ ከማን ኣጥፊኦሞ። ኣርባዕተ ድዮም ሓሙሽተ ሰባት ነይሮም። ኣብዚ ከማን ኣብ ኩሉ ዜና ነይራ። ሪፖስት ኢለያ ኣለኹ እቲኣ ቪድዮ ግን ርኢኹሞ ዲኹም ኣይረኣኹሞን ኣይፈለጥኩን ብሓጺሩ ኣብ መወዳእታ ካብቲ ባንክ ምስ ወጹ እንታይ ተረዲእዎም እቲኦም ሽፓርካሰ ሰለስተ ነጥቢ ሸሞንተ ሚልዮን ካብቲ ባንክ ሰላሕ ኢሎም ወሲዶሞ ማለት እዩ ብዘይ ዋጭዋጭ ብዘይ ገለ ብዘይ ምፍርራሕ ሰራሕተኛታት ኢና ኢሎም ኣትዮም ማለት እዩ። እዚ ከማን ቅድሚ ሕጂ ኣብ በርሊን ልክዕ ከም ካልእ እዩ ነይሩ፣ ግን ኣብ በርሊን ከማን ከምኡ ዝተመሳሰለ ተፈጺሙ ነይሩ፣ ኣብ ሓደ ቪድዮ ከማን ገሊጸዮ ነይረ። ናይ ብሓቂ ከምዚ ናይ ፊልም እዩ ዘዘክረካ፣ ኣብ ሆሊውድ ምውጻኣ ከማን ኣይተርፋን እዩ እዚኣ ዝገበርዋ ማለት እዩ። ሰለስተ ሚእቲ ሰለስተ ነጥቢ ሸሞንተ ሚልዮን ኤውሮ ሒዞም ከይዶም ማለት እዩ። እዚ ከኣ እንታይ እዩ? ድማ እቲ ኣብቲ ፋኽ ዝነበረ ምሽ ኣለኩም ከምዚ መቐመጢ ወርቂ ወይ መቐመጢ ያ ገንዘብ ኣሎ ክትካረዮ ትኽእል በቃ ኩሉ እቲ ኣብኡ ዝነበረ ከፊቶም ኣውፅሞ ወሲዶሞ ማለት እዩ ቅድሚ ሕጂ ቪድዮ ሰሪሐ ነይረ ኣብቲ ዩቲዩብ ኣጆ ናይኹም ትረኽብዋ ብዛዕባ ወርቅኻን ብሩርካን ስኒ ኣብ ባንክ ዶ ይሓይሽ ወይ ኣብ ገዛ ነናቱ ቪድዮ ከማን ሰሪሐ ኣለኹ ኣብ ባንክ ክትሰርሕ ክትሓድጎ ኮለኻ እንታይ እንታይ ኣሎ ከተሓሳስበና ዘለዎ ሴፍ ድዩ ናይ ብሓቂ ውሕስና ኣለና ድዩ ኣብ ገዛኻ እንድሕር ኣለካ ከኣ ቨሲሸሩንግ፣ ኢንሹራንስ፣ እንድሕር ጌርካሉ ክሳብ ክንደይ ውሕስና ኣለካ? ድማ ከኣ መኣስ እዩ ኸኒ እቲ ናትካ ኢንሹራንስ ዝሰርሕ መኣስ እዩ ኸ ዘይሰርሕ በብዓይነቱ ኣሎ። ማለተይስኒ እቲ ኖርማል ሃውስራት ቨሲሸሩንግ ከማን ኣይኣኽለካን እዩ። ሃውስራት ቨሲሸሩንግ ኣለኒ እሞ ወርቀይ ከማን ምስኡ እዩ ከይመስለኩም። ነናቱ ሕጊ ኣለዎ ኣብቲ ነናቱ ቪድዮ ገይረ ቀሪበዮ ኣለኹ ዲተይልስ ኣለዎ ማለት እዩ እንድሕር ተገዳስነት ኣለኩም ወይ ዘተሓሳስበኩም ኮይኑ ሴፍ እንድሕር ኣለኩም ከዓ እቲ ገሌኹም ወርቅኹም ብብዝሕ እንድሕር ኣለኩም ኣብ ባንክ ጌርኩሞ ከዓ እንታይ ውሕስና ኣለካ ማለት እዩ ኣብኡ ረኣይዎ እቲ ኣነ ናይ ጀርመን እየ ከምዚኢታት ኩሉ ግዜ ዝነግረኩም ግን ብሓጺሩ እቲ ሕግታት ይማሳሰል እዩ ኣብ ዓድኹም ከኣ መሊስኩም ኣጸቢቅኩም ትሓቱ ማለት እዩ ሶ መቸም እዚ ኣሽፓካስ ኣብ በርሊን ሰለስተ ነጥቢ ሸሞንተ ሚልዮን ኣጥፊኣ ኣላ ሎማዓልቲ ክንሪኦ ኢና ከኣ ብሕጂ እንታይ ከም ዝመጽእ ግን ብጣዕሚ ጎራሓት እዮም ነይሮም ማለት እዮም እዚኦም ሰባት ድማ ከኣ ማኪንኦም ድዩ ኣካዳድንኦም ድዩ ቨሪ ፕሮፌሽናል ስለ ዝነበሩ ኣይተረደኦምን እቲኦም ሰራሕተኛታት እቲኦም ሰራሕተኛታት ከማን ክከዱ ከለው የቀንየልና ነዚ ፅቡቅ ሰርቪስ ኢሎሞም እንተረኣካስ ሰለስተ ነጥቢ ሸሞንተ ሚልዮን ወሲዶምሎም ማለት እዩ ሰራሕተኛ ኢሎም ኣትዮም እዚ ከኣ ቀዳማይ ግዜ ኣይኮነን ኣብ ጀርመን ሓቂ ሓይሽ ቀልጢፎም እዮም ዝኣምኑ እዚኦም ዓዲ ኣይጠራጠሩን እዮም ከማን በይኖም ክሓድግዎም ኣይነበሮምን ኣብኡ ከመይ ጌርካ ኢኻ ድማ ከኣ ንግዚኡስ ኩሉ ጠፊኡ ኔሩ ካመራ ድዩ ኤለክትሪክ ኩሉ ጠፊኡ ኔሩ ንክነዕርዮ ኢሎም ከኣ እዮም ኣመኽንዮም ተረዲኹምኒ so very smart ደፋራት ከኣ ካብ ኩሉ ክኢላታት ከዓ ብሓፂሩ ንከምዚ ክትገብርስኒ መዓት ሓይሊ እዩ ዘድልየካ ናይ ክስታይ ከማን ምሻለኩም ከምዚ ምትእምማን ናይ ነብስኻ ቀሊል ኣይኮነን እዚ ኤኒወይ ያ ክስታይ ክንርኤና ከዓ ክሳብ ክንደይ እቲ ወተሃደር እቲኦም መንግስቲ ከዓ ክረክብዎም ይኽእሉ ድዮም ኣይረክብዎምን ግን ብጣዕሚ የሰንብደካ ክሳብ ክንደይ ኣሚኖሞም ኢኻ ትብል ድማ ከዓ ቆፀራ እንድሕር ዘይብልካስ ባይ ዘ ወይ ኣብ ገዛኹም ከማን እዚኣ ከማን ኣብ እግሪ መገዲ ክብለኩም ክንደይ ኣለዉ ኣብ ገዛኻ ዝኩሕኩሑ ኣይትእትዎም በጃኹም ዝኾነ ሰብ ኣብ ገዛኻ ዝኳሕኩሐ ብዘይ ቆጸራ ኖኖ እዚኦም ፈቫልቱንግ ሃውስ ፈቫልቱንግ እዚኦም ናይዚ ገዛ ምምሓዳራ ዝመሓዳድርዎ እዮም ሰዲዶምና ቆጸራ ኣለካ ቅድሚ ሕጂ ትቆጸራ ሰዲድናልካ ኣለና ኢሎም ፈሊጦም ክኣትዉ ይደልዮም ኣይትእትዎም ኣብዚ ቀረባ ግዜ ባና ከማን ከምኡ ነይሩ ክትእትዎም ኣይድሌካን እዩ ሓሶት እዩ ከኣ ቆጸራ ዘይብሎም እዮም ቆጸራ ኣለና ዝብሉ ወይ ዝኾነ ኮንትራት ከፈርሙ ከኣ ወይ ካልእ ከኣ ማለት እዩ ኣብ ገዛኻ እንድሕር ኣለኻ በይንኻ ዲኻ ወይ ምስ ሰብ ኣለኻ ከማን ብዘየገድስ ኣብ ገዛኻ ስኒ ብቆጸራ ጥራይ ሰብ ተቐበል ብሓጺሩ ቆጸራ እንድሕር ዘይብልካ ኣይተቐበሎ ወላ ሓደ ሕጊ ከኣ ከምኡ ዝብል የለን ክትእትዎም ዘለካ of course ቆጸራታት ከኣ ክትካታተል ኣለካ ግን ብውሕዱ ክልተ ሰሙን ኣቀዲሞም ክነግሩካ ኣለዉ እቲኦም ናይቲ ገዛ ዘመሓዳድሩ ማለት እዩ ዋና ገዛካ ድዩ whatever you know ዝኾነ መልእክትስ ክመጻካ ኣለዎ ንሕርሱ ዘይመጻካ መሰል የብሎም ናብ ገዛካ ዝኣትዉ ማለት እዩ ኦኬ እዚኣ ኣገዳሲት ይብላ ማለት እዩ ክንሪኦ ኢና ከዓ ከምዚ ዝብለኩም ዘለኹ እንታይ ከም ንሰምዕ ግን እዚ ናይ ኢንሹር እዚ ሴፍቲ ኣለዎ ድዩ የብሉን ኣነ ሕጂ ኩሉ ግዜ እቲ ቪድዮታት ከምጻልኩም ከለኹ ከምዚ ገሊኹም ኣይተኣምኑንን እንዲኹም እዚ ሓሶት እዩ ገለ ብከምኡ ከዓ እዚኣ ምስ ረኣኹዋስኒ ያ ኣሎራ ሕጂ ከዓ ልክዕ ከምኡ ከምቲ ሕጂ ቅድሚ ሕጂ ኣብቲ ካልእ ቪድዮ ዝበልኩ ካልእ እንዲ ነይሩ እሱ ግን ኣብ ቤርሊን ከዓ ኣጋጣሚ ኩሉ እያ ሕጂ ከዓ እዚ ካልኣይ ግዜ ተፈፂሙ ካልእ ከዓ ኣብቲ ዩቱብ ኣለኩም ማለት እዩ እዚ ቪድዮ ከይነውሕ ሶ ካልእ ከዓኒ ቅድሚ ሕጂ ኣብ ካልእ ቪድዮ ዝገለፅክዎ ኣብኡ ከማን ሰባት ኣይኣመንኩምንን ሓሶት ትብሉኒ ኣጋጣሚ ግን ከዓ ሎሚ ኣብ ዜና መፅዩ መሊሱ ኣብዚ ርኢኹሞ ዲኹም ሪፖስት ኢለዮ እሱ ከማን እዚ ከኣ እንታይ ናይዚኦም ሃብታማት ራሻውያን ገንዘብ ክንደይ ሚልያርድ እዩ ሕጂ እቲ ቁጽሪ የብለይን መዓት ሚልያርድ እዩ ብሓጺሩ ጌጋ ሓበሬታ ከይህብ ኣብቲ ሓደ ቪድዮ ግን ኢለዮ ኣለኹ ናይ ሃብታማት ራሻውያን ኣብ ሙሉእ ኤሮጳ ኣሎ እቲ ገንዘቦም ኣብ ላንደን ኣብ ብራስል ኣዞም